ሓብን ይበሃል ኦኬ ሓቡ ሓወይ እዛ መደብና እንታይ መሲልካ ብምኽንያት ሓድሽ ዓመት እያ ትዳልዎ ዘላ እሱ ድማ ሓፈሻዊ ፍልጠት ኮይኑ እተን ሕቶ ሰለስቲኤን ሰለስቲኤን እንተድኣ መሊስካየን ሓንቲ ናይ ትግርኛ መጽሓፍ ካብዘን ክትርእየን ዝጸናሕካ ስልማት ኣላትካ ፍቓደኛ ዲኻ ክንሓተካ ድሉው ዲኻ ናይ ጸገም ዝበሃል የለን ላዕንቲ። ኦኬ እሞ ናብተን ሕቶይ ክኣቱ እሺ
ቀዳመይቲ ሕቶይ እንታይ እያ ክትከውን መሲልካ ኣብ ኣፍሪቃ ብባህለን ሕብረተሰበን ብሉጻት ዝኾና ሃገራት ኣፍሪቃ

ኣብ ኤርትራ ኣብ ኤርትራ ካብ ዘሎ ቅርሳዊ ቦታታት ሰለስተ ኣስማት ጠቕሰለይ። ቅርሳዊ ቦታታት ንባዕታ ቅርሳዊ ምንታይ እዩ ማለት ቅርሳዊ እንታይ እዩ? ቅርሳዊ ማለት ከምዚ ኣሰር ዝጸንሓ ወይ ካብ ቅድም ወይ ድማ ኣብ ኤርትራሲ ነዊሕ ዕድመ ዘለዎ ህንጻታት ድዩ ዝኾነ ነገር ተማሂርናዮ ኔርና ኢና ብፍላይ ኣብ ቤት ትምህርቲ
ኣብ ኤርትራ ቅርሳታት፣ ቅርሳዊ ቦታታት፣
ንበዓል ሕጂ ንባዕልኹም ፈለግ ኒል ገለ መለ ከምኡ ተማሂርናዮ ኔርና። ኣይኮነትን እዋእ። እስከ for example ቁሩብ።
for example ኦኬ ሓንቲ መጠራ ክበኪ።

ኣታ እንድዒ በዓኽ ጠፊኡ ኣይ ዶኖ ኣይ ዶኖ ረሲዕናዮ ኩሉ ይዓኽ እስከ ክነግረካ ኦኬ በለው ከለው ከስከስ ኣለካ ብዙሕ ነይርካ ኣስማት መጠራ ንባዕሉ ናይ ሎማዓንቲ ኦት ናትኮን ኣይከኣልካን ስለ ተገዳስነትካ ግን ብልቢ ነመስግነካ ኣባ ቴንክ ዩ ቴንክ ኣብ ዩ ዝቕጽል ግን በቃ ደሓን ናብ ኔክስት ያሮ ኦኬ የቐኔልና ዳንከ እሺ። ከማን። የቐኔታ ብመጀመርታ ሓሜ ይበሃል መን እዩሞ ስምካ። ኣሰላልዓ እበሃል።
ኦኬ ኣሰላልዓ ሓወይ እዚ መደብ እዚ ብምኽንያት ሓድሽ ዓመት ኢና ኣዳሊናዮ ሓፈሻዊ ፍልጠት ሰለስቲኤን ትኑ ሕቶታት ሰለስቲኤን እንተድኣ መሊስካየን ናይ ሃገርና እየን ሓንቲ ናይ ትግርኛ መጽሓፍ ኣላትካ ክትስለም ኢኻ ክንሓተካ ፍቓደኛ ዲኻ? እያ ፍቓደኛ እየ ጸገም የብሉን። ኦኬ እሺ ጽቡቕ እሞ ናብ ቀዳሚት ሕቶይ ክሰግር። ኦኬ። ኣብ ዓለም።

ኣብቲ ትግርንያ እየ ክሰይ ኮይኑ ትግርንያና ሃፍታም እዩ ቡዙሕ ነገር እያ ትገልጸሉ ክንደይ ክፍለ ዓለምማት ኣለዋ ኣብ ኣብ ዓለም እስያ እኮ እታ ሕቶ ሰለስተ ሰለስተ መነ መን ይባሃላ ኣብ ኣፍሪቃ ኤሻ ኤመሪካ ኣንታርቲካ ኣርባዕተ ኦደር።
እታ ሕቶስ ኣይኮነትን እታ መልስስ ኣይኮነትን። እባ ብልክዕ እታ ሕቶ ኣይተብለትና ኣነ ከም ዝተረዳኣትኒ ኩለን ሃገራት እዩ መሲሉኒ ዘሎ። ክፍለ ዓለማት።
ክፍለ ዓለም ሓሙሽተ እዮም። ፎርሹር ኮይንካ እሞ ንገረኒ እታ መልሲ መነ መን ባሃላ ካኣ ሽዑ ንገረኒ ኣስማተን።
ሓሙሽተ።
መነ መን ባሃላ ኣስማተን። ኣፍሪቃ
ኤውሮጳ ኤሻ ኣንታርቲካ ኤመሪካ
ሹር ዲኻ? ኣውስትራልያ ኣውስትራልያ ኣጆኻ ግዜ ኣለካ ኣይትታወኽ ኣውስትራልያ ሕሰበላ ኣውስትራልያ በቃ ክንደይ ኣለዋ መን መን ይበሃላ? ኣነ ሓሙሽተ ስም እኮ ጠቒሰየን።
ኦኬ እሞ ክነጥራ ወይስ ክትሓስበላ? ንጠራ ንጠራ ተጋጊኻ ኣለኻ ሸውዓተ እየን። ቀዳመይቲ ኣንታርቲክ ኤሜሪካ ሰሜን ኤሜሪካ ደቡብ ኤሜሪካ ኣፍሪቃ ኤሽያ ኤውሮጳ ኣውስትራልያ ሳል ሸውዓተ እየን ናብ ካልእይ ትሑተይ ክሰግር እየ ካልእይ ትሑተይ እተይ እያ ክትከውን ኣብ ኤርትራ ካብ ዝርከብ ጥንታዊ ወይ ድማ ቅርሳዊ ቦታ ሰለስተ ኣስማት ጥቐስ።
ጥንታዊ ከምዚ መዘከሪ ማለት ድዩ? እወ ኣብነት ሂበካ ክትፈልጣ ኢኻ ኣብ ኤርትራ ከምዚ ታሪኻዊ ቦታታት ኣብነት ደብረ ሲና። ኦኬ
እስኻ ንገረኒ ሹር ኮንካ ካባይ ኣይትጸበ።
ደብረ ቢዘን ኣብ ባህላይ ኣይተረደኣካን ኣሎ ከምዚ። እሱ ሕጂ እቲ ናይ እምነት ቦታ እንድዩ እም ታሪኻዊ ቦታ። ታሪኻዊ ቅርስታት ቅርሳዊ ቦታታት ንባዕሉ እንድዩ ግን እቲ ኣርእስቲ ቅርሳዊ ቦታታት። ፍሉይ ቦታ። ኣብነት ሂበካ ክትፈልጥ ኢኻ። ኣብነት ንገረኒ ሓንቲ ንዓና ኣብነት ሃበኒ። ሓንቲ ኣብነት በቀ።
ኣራት።
በለው ኮለው።
እ። በለው ኮለው። በለው ኮለው። እውይ ማዕለሽ ኣኽ ኣይፈልጦን እየ።
ሙዋጃሃ። ሕሰበላ ወይ መልሲ ክነግረካ ባዕለይ።

ናብ ሳልሰይቲ ሕቶይ ክሰግረ። ኤርትራ ካብ ጫፍ ናብ ጫፍ መጸውዒ ስም ኣለዎ። ኣብ ኤርትራ ካብ ጫፍ ናብ ጫፍ ካብ ከምዚ ናብ ከምዚ ተባሂሉ መጸውዒ ስም ኣለዎ። እንታይ እንታይ ተባሂሉ ይጽዋዕ? ራስ ድዩ መራ
ክሳብ ራስ ቀስር? ኣርማሞ ራስ ቀስር ክሳብ ራስ ድዩ ካብ ራስ ቄሳር ክሳብ ራስ ድዩ ሜራ። ክሳብ ራስ ድዩ መራ።
እዚኣ ምልእቲ መልሲ እያ። እተን ክልተ ስለ ዝተጋገኻ ግን ዕውትና ኢሎሞ ክትከውን ኣይከኣልካን። ዕውትና ኣብ ዝቕጽል i hope። ኦት ናትኮን ንሕጂ ግን ስለ ተገዳስነት ብልቢ ነመስግነካ ብሩኽ ምሽት። መርታ ከመይ ኣምሲካሞ ሓቢቢ። ኣምላኽ ይመስገን ከመይ ኢኻ። እህ ጽቡቅ ወላነ ጽቡቅ ኣምሲና እዚ መደብ እዚ ብምኽንያት ሓድሽ ዓመት ዝተዳለወ እዩ ሰለስቲኤንተን ሕቶታት ናይዘን ሰለስተ ሕቶታት ዕውት ተደኣ ኮንካ ሓንቲ ናይ ትግርንያ መጽሓፍ ኣላትካ ክንሓተካ ፍቃደኛ ዲኻ? ያያ ፍቃደኛ። ኦኬ ጽቡቅ ናብ ቀዳመይቲ ሕቶይ እሞ ክሰግር ድሉው ኢኻ? ህዝቢ ኤርትራ፣ ዓቕሚ ህዝቢ ኤርትራ ኣብ ክልተ ሽሕን ዓሰርተ ሸሞንተን ኣብ ዝወጸ ጸብጻብ ክንደይ ነይሩ? ኣብዚ ሕጂ ሰዓት ከ ኣብ ክልተ ሽሕን ዓሰርተ ትሽዓተን ከ ክንደይ ኣሎ? ህዝቢ ኤርትራ ኩሉ ማለት ድዩ? ያህ ኣብ ዝወጸ ጸብጻብ።
እባእ ክገርመካ ክሳብ ሽዱሽተ ሚልዮን ገለ ነይሩ ሕጂ ድኣ ኣርባዕተን ፈረቓን ገለ ኢዩ። ሕጂ ሹር ኮንካ ኢኻ ክትነግረኒ? ኣብ ክልተ ሽሕን ዓሰርተ ሸሞንተን ከምዚኣ ኔራ ኣብ ክልተ ሽሕን ዓሰርተ ትሽዓተን ከኣ ከምዚኣ ኣላ ኢኻ ክትብለኒ ክትንጽረልና ንኹላትና።
እዋእ ብንጹር ዘይፈልጦ ደኣ ምሃመይ ኢለ እምበር ሓሙሽተ ሚልዮን ገለ ኔሩ ይኸውን ክሳብ ክልተ ሽሕን ዓሰርተ ሸሞንተ ሕጂ ኣኣ ክሳብ ኣርባዕተን ፈረቓን ገለ ግምት ማለት ሰብሲ የንቆልቁል እዩ ዘሎ ኣነ ብኸምኡ ይርድኦ እምበር ብርግጽ ኣይፈልጠን ኦኬ እሞ እሳ እያ እታ ግምትካ ማለት እዩ ክፍትን እሞ ዕድል ክበቅዕ ሓንቲ ዕድል። ሕጂ ዘለዎ ማለት እዩ። እያ እተን ነጊርካን ዘለካ ጌጋ መልሲኤን ክትፍትን ግን ናይ መወዳእታ ዕድል ክበካ ኣብ ክልቲኤን።
ኦኬ ግን ክልቲኤን ጌጋ እየን ማለት እዩ። ኣብ ክልቲኤን ተጋጊካ ኣለካ። ኦኬ ሽዱሽተ ምልዮን። ኣበይ ዓመተ ምህረት ኣበየናይ ኣብ ክልተ ሽሕን ዓሰርተ ሸሞንተን ኣብዚ ሕጂ ከ።
ልክዕ ከምኡ ኣሎ። ሽዱሽተ።
ሕጂ ሹር ኢኻ? ዋታ ኢላ ሹር
ኣጽቢብካያ እንድያ።
ክነግረካ'የ ኦ እዚኣ እታ መልሲ ንሳ ኣይኮነትን ኣብ ክልተ ሽሕን ዓሰርተ ሸሞንተን ዝነበረ ዓቕሚ ንህዝቢ ኤርትራ ኣብቲ ወጺኡ ዝነበረ ጸብጻብ፣ ኣብ ክልተ ሽሕን ዓሰርተ ትሽዓተን ወጺኡ ዘሎ ድማ፣ ቐዳሚት ሕቶይ ኣይመለስካለይን ናብ ካሊእት ሕቶይ ክሰግር እየ ካሊእት ሕቶይ ኣብ ኤርትራ ካብተን ዘለዋ ቅርሳውያን ቦታታት ሰለስተ ኣስማት ጥቐሰለይ። ቅርሲ ቦታታት
ቀሓይቶ መጠራ። ብራቮ ደሓን ሰለስቲኤን መሊስካለይ ኣለኻ እዚኣ ምልእቲ መልሲ ረኺብካያ ኣለኻ ናብ ሳልሰይቲ ሕቶይ ክሰግር እየ። ሳልሰይቲ ሕቶይ ኤርትራ ካብ ጫፍ ናብ ጫፍ ሓደ መጸውዒ ስም ኣለዋ እንታይ ተባሂሉ ትጽዋዕ? ኣሶ እስኪ ጽናሕ ካብ ራስ ቄሳር ክሳብ ራስ ዲሞራስ። ብራቮ ካልኣይቲ ውን መሊስካዮ ኣለኻ እታ ቀዳመይቲ ስለ ዝኸበደትካ ናይ ሎማዓንቲ ቁንዕና ክትኮን ኣይከኣልካን ስለ ተገዳስነትካ ግን ብልቢ ነመስግነካ ዳንኬ ሶል የቐኔልና የቐኔልና እሺ የቐኔልና። ባርከስ እተን መጻሕፍቲ ከምዚ ዝመስላ እቲ ምስጢር እዚኣ ሓንቲ መጽሓፍ እያ ሮንዳ ባይረን እዩ ጽሒፍዋ ትርጉም ድማ ስዒድ ሳልሕ ኣብዚ ግዜ እዚ ኣብ ከተማ ሱዳን ወይ ኣብ ሃገረ ሱዳን ብዛዕባ ስክሪፕት ናይ ፊልም ኣፀሓሕፋ ክምህር ዝቐነየ ኣብዚ ቀረባ ግዜ ኣመሪቖም ኣሎ ተምሃሮ ተምሃሩ ጀፊ ስመይ ካላትና ፍቕራውን ልቢ ወለድን መፅሓፍ እያ ትርጉም ኣማኑኤል መርሃ ጽዮን እዩ ዝበሃል እዚኣ እታ መጽሓፍ ጅፍ እዩ ስመይ ዳርጋ መብዛሕትና እኮ እዚ ኣንቢብናያን ኮይና እግዚኣብሔር ግን ዘየንብብዎ ኣለዉ ዓይነተይ ዘምጻለይ መዘዝ ከዓ ትብል ኣላትና ብምሉእ ናይ ትግርኛ መጽሓፍ እዩ እዚኣ እውን ብጸጋ ብርሃን ጎይትኦም ተደሪሳ እቲ ምስጢር ካልኣይ ኣላትና ሮንዳ ባይሬን ዋላ ዝፀሓፊያ ትርጉም ድማ ስዒድ ሳልሕ እዚ ክብለኩም ፀንሕኩ ኣብ ሱዳን ትምህርቲ ክብ ዝቐነየ ናይ ህይወት መምህር ሓፋኣር ተኸገድሰና ዝኽእል ኣብ ህይወትና ንዝመፀ ምፃእ መሰናኽላት ወይ ዝኾነ ትምህርቲ ክንመሃረላ ንኽእል እያ እዚኣ እውን ዮናስ ሃይለ እዩ ደሪሷ ንሪኣ ኣለና ሳልሰይቲ ሰረቲ ፍቕሪ እያ ትብል ብኣማኑኤል ዘርኣይ ዝተደረሰት እያ ብቐሊሉ ኣብ ሃገረ ስዊዘርላንድ ዘለኹም ካብ ሓውና ሚካ ሓውፌሩ ሚካ ሓውፌሩ ዝፈልጡ ትኾኑ ኢኹም ውክልና ኣብ ስዊዝ ሒዝዎ ኣሎ ንዑ ረኺብኩም ተን መፅሕፍቲ ክትረኽቡ ትኽእሉ ኢኹም እዚኣ ድማ ኣላትና ሓደ ፍጡር ኣብ ክልተ ዓለም ደራሲ መን እያ እዚኣ ደሳለ ብር በረኸት ተዚ ተጋገ ካብ ኖርወይ ደሪሱዋ መስለኒ ጻሕፍቲ ኣላ ተርጓሚ መገሻ ሃብተ እዩ ዝበሃል ተርጒሙዋ ዘሎ እዚኣ ደራሲ ጻሕፍቲ ኣላንን ባርባራን ይበሃሉ ዝያዳ ኣብ ሃገረ ስዊዘርላንድ ዘለና እኒ ካሓኩር ንኸድና ክንገዝእ ንኸድና ካልኦት እውን እቶም ኣብ ካልኦት ኣብ ዝተፈላለየ ሃገራት ውክልና ሒዝኩም ዘለኹም ኣብ ታሕቲ ተገዲስኩም ቁፅሪ ናምበርኩም ስምኩም ወይ ዘለኹም ሃገር ፅሑፍሎም ብትሕትና ንሓትት